ደስ ዝብል ዜና ሊሊ ብሓጎስ ነቢዓ ምእማን እውን ስኢና ኩሉ ቤተሰብ ኣብ ጭንቂ ዝነበረ ተሓጒሱ። ሰላም ሰላም ተኻታተልቲ ናይዚ ቻነል ከመይ እኒኦኹም ከመይ ትኾኑ ኣነ ሰላም ኣለኹ እዝጋቢሄር ይመስገን ኣብዚ ዘለኹምዎ ሰላም ጥዕና ራህዋ ቅሳነት ይምነየልኩም ማለት እዩ እሽም በኣርከስ ክብራት ይሕዋተይ ሓደሽቲ ዝኾንኩም እንኳዕ ብሰላም መጻኹም እናበልኩ ሰብስክራይብ እናገበርኩም ቤተሰብ ኩኑ። ቤተሰብ ዝኾንኩም እውን ሸር ላይክ እናገበርኩም ናታትኩም ምትብባዕ ኣይፈለየኒ ክብለኩም ይፈቲ። እሺ እምበኣር ከስ ክቡራት ተኸታተልቲ እዛ ቪድዮ ደሞ ብላይክ ጀምርዋ። ላይክን ሰብስክራይብን ኣይትረስዑ፣ ምክንያቱ ለኣየይ ዓብዪ ጥቕሚ ስለ ዘለዎ ማለት እዩ። ንዓኻትም ግን ኣይጎድእን እሞ ብላይክ እተው ኢኹም። ካብኡ እውን ስለቲ ኩሉ ትገብሩለይ ምብርትታዕ ደሞ ካብ ልቢ እየ ዘመስግን እና ናይ ሎማዓንቲ ሒዘልኩም ዝቀረብኩ መደብ ደሞ ብደስ ዘብል መደብ እየ ሒዘልኩም መፅየ እኒኦኹ ንሱ ደሞ ብጉዳይ እዞም ኣሕዋትና ሊልና ኣሌክስ እዩ እና ላብቲ መደብ ከብለኩም እየ ክሻ መጨረሻ ደሞ ሓቢርኩምኒ ፅንሑ ኢኹም። እሺ እምበኣርከስ ክቡራት የሕዋተይ ሎማዕንቲ ሊሊ ብሓጎስ እያ ነቢዓ ክትኣምን እውን ኣይከኣለትን ሓጎሳ ምቅጽጻር ርእሱ ኢና ማለት እዩ ሓብ ኣሌክስ ዘይትጽቦዮ ነገር እያ ረኺባ ኩሉ ቤተሰብ ደሞ ብጣዕሚ እዩ ተሓጒሱ ንሱ ደሞ ኣሌክስ ላብ ልቡ ተመሊሱ ኩሉ ጥፍኣቱ ተረዲእዎ ንሊሊ ይቕሬታ ሓቲትዋ ማለት እዩ ጥፍኣተይ ሐዚ እዩ ተረዲኡኒ ማዓረ ክንደይ ንዓኺ ናጎዳእኹኺ ከም ዝነበርኩ ውን ሐዚ እዩ ተረዲኡኒ እና ኣይትሓዝለይ ምስ ልበይ ውን ኣይነበርኩን ይቅሬታ ግበርለይ ኣብ ናትኪ ቦታ ኮይነ ብናባዕለይ ክሞዝኖ ከለኹ ጌጋ ከም ዝነበርኩ እና ልኣኺ ውን ብዙሕ ከም ዝጎዳእኹኺ እዩ ተረዲኡኒ እሞ ኣይትሓዝለይ ንኹሉ ቤተሰውነይ ዘቐየምኩዎ ይቕሬታ ክሓትት እየ ኢሉ እዩ ኣሌክስ ማለት እዩ እዚ ግናይ ብኽፍኣት ኣይትረድእዮ ኮነ ኢለውን ኣይገበርኩዎን ንስኺ ክትርድእለ ኢኺ ኢለ ስለ ዝሓሰብኩ እየ ካብኡውን ጽቡቕ ዝገብር ዘለኹ እዩ መሲሉኒ ነይሩ ኣብ መጀመርታ ምኽንያቱ ኣነ ኣፍቂረ ስለ ዝጀመርኩዎ ቤቲ ደሞ ኣፍቂረካየ ክትብለኒ እንከላ ንዓኣ ብናይ ብናይ ናማን ፍቅሪ ኣፍቂራትኒ ከይትኮንሞ ሕማቅ ውሳነ ኣብ ሂወታ ልከይትውስን፣ እንተወሲና ውን ልኣየይ ዘይወጽእ ጣዕሳ ከይኮነኒ ካብኡ ውን ብሰንክካ እናተውሃልኩ ክውቀስ ውን ስለ ዘይደሊ ኣብ ጎና ኮይነ ንዓየይ ብምፍቃራ ጌጋ ከም ዝኮነ ከረድኣ ከኡ ደሞ ኣነ ንዓኣ ከፍቅር ከም ዘይክእል ውን ከረድኣ ኣብ ጎና ኮይነ ጌጋ መንገዲ ከም ዘላ ክነግራ ድኣ እየ ቀሪበያ ነይረ እምበር ካባኺ ንዓኣ ስለ ዝመረጽኩ ኣይኮነን ዩ። ኩሉ ቤተሰብ ውን ትጋገለኻ ጌጋ መንገዲ ኢኻ እኒኤኻ ይብለኒ ነይሩ ግን ከዓኒ ኣነ ትቕኑዕ ዝበልኩዎ እየ እናገበርኩ ነይረ ቤተሰብ ውን ብዙሕ ላኾረዩለይ ነይሮም ዮም ብሰንከይ ከዓኒ ላብ ዘይተደለየ ነገር ኣትዮም ዮም ስለዚ ንዓኣቶም ውን ይቕሬታ ክሓቶም እየ እስኺ ብዓብዩ ግን ይቕሬታ ግበርለይ ዝደለኽዮ ደሞ ክኽሕሰኪ እየ ክብል ዩ ይቕሬታ ተደፊኡ ሓቲትዋ ማለት ዩ። ሊሊ ውን እንተኾነት ብጣዕሚ እያ ተሓጒሳ ኣነ ካሕሳ ኣይደልን እየ ዋና ነገሩ ንስኻ ላብ ልብኻ ምምላስካ ዩ ከምዚ ኢልካ ስለ ዝረኣኹኻ ደሞ ብጣዕሚ እዩ ደስ ኢልኒ ምኽንያቱ ንስኻ ውን ትገብሮ ነበርካ ኣነ ይርደኣኒ ነይሩ እዩ ብተንኮል ወይ ከኣኒ ካባየይ ክትርሕቅ ደሊካ ለይኮነሲ ንሳ ንከይትጉዳእ ኣብ ሕማቅ ልከይትወድቅ ከም ዝኮንካ ሓልዮት ከም ዝኮነ እዩ ይርደእኒ ነይሩ ካብኡ ውን ብሙሉእ ልብካ ስለ ትኣምና ገርሂ ስለ ዝኮንካ ኢካ ናይ ቤቲ ሽርሒ ዘይተረደኣካ ነይሩ ሕዚ ግን ንካልኣይ ግዜ እንድሕር ደኣ ምስ ቤቲ ዘይትራከብ ኮንካ ጸገም የቡሉን ካብ ሕዚ ናብራና ክንገብር ብሓደ ተሓጋጊዝና፣ ተመኻኺርናን ተረዳዲእናን ክንከይድ እንድሕር ደኣ ኮይንካ ዋላ ሓንቲ ጸገም የብልናን። ካሊእ ለባእስ ውን እኮ ኣይነበረናን፣ ዋና መባኣሲትና ቤቲ እያ ኔራ። ስለዚ ካብኣ እንድሕር ደኣ ትርሕቕ ኮይንካሲ ኣነ ሽግር የብለይን እያ ኢላቶ ማለት እዩ። ብዙይ ከኣ ይቕሬትኡ ተቐቢላቶ ኩሎም ደስ ኢልዎም ማለት እዩ። ኣሌክስ ናብ ልቡ ክመልሶ ዝኸኣለ እዙይ ከምዙይ ዓይነት ክፍጠር ዝኸኣለ ግን እንታይ እዩ እንድሕር ደኣ ኢልና ቤቲ ካብኡ ስለ ዝረሓቐት እያ። ንሱ ደሞ ኣሌክስ ንስኻ ናተይ ክትከውን ኣይትኽእልን እዙይ ከዓኒ ብደንቢ ገይረ ይፈልጥ እየ ስለዙይ ንዓይይ ክትከውን ዘይትኽእል ኣውዙይ ንዓኻ እናዘከርኩ ሕማቕ ስምዒት እናተሰምዐንን ልበይ እናተጎዳእኹን ክነብር ኣይደልን እየ። ምኽንያቱ ንስኻ በዓል ሓዳር ናይ ባዕልኻ ሂወት ዘለካ ሰብ ከምኡ ውን ተፍቅራ በዓልቲ ቤት ዘላትካሲ ንዓይይ ክትከውን ኣይትኽእልን ኢኻ እና ኣነ ደሞ ኣውዚ ጊዘ ናልወሰድኩ ንዓኻ ማዕረ ዝረኣኹዎ እናተጎዳእኹሲ ክነብር ኣይክእልን እየ ኢላ ካብኡ ስለዝረሓቐት እያ ማለት እዩ ኣሌክስኳ ብዙሕ ለሚንዋ እዩ ካብዚ ኣይትውፅኢ ኣይትኺዲ ኩሉ ነገር ብሰለማዊ መንገዲ ክነስተኻኽሎ ኢና ንስኺ ደሞ ላብ ልብኺ ክሻብ ትምለሲ ኣነ ኣብ ጎንኺ እየ ኩሉ ፀገማት ደሞ ምሳኺ ሓቢረ ክካፈል እየ እኳ ኢልዋ እንተነበረ ቤቲ ግን እንተኾነት ኣይ ካባኻ ምፍላይ ንዓኻ ምርሳዕ እዩ እቱ ሓደ ኣማራፂ ዘለኒ። ንዓኻ ውን ጽቡቅ የኾነን ሂወትኩም ናትካ እና ሊልን ኣብ ቤተሰብ ኣትይዎ እዩ ኣብ ቤተሰብ በጺሑ እዩ እዙይ ከዓኒ ብሰንካ እዩ ዓብይ ችግር እናተፈጠረን ዓብይ ክፍተት እናተፈጠረን እዩ ዝኸይድ ዘሎ ስለዚ ቤተሰብ ውን ክማላላእ ኣይደልን እየ ንስኻትኩም ከምዙይ ምስ ተረሓሓቅኩም ቤተሰብ ውን ኣይሰሳቶም ካሊእ ነገር ንኸይፍጠር ንዓይ ውን ኣይጽቡቅ የኾነ ንዓኻ ውን ጽቡቅ ስለዘይኮነ ኣነ ናጋንግሆ መጻኢ ዘለኒ ሰብ ስለ ዝኾንኩ ካባኻ ርሒቐ ናባዕለይ ሂወት ዘስተኻኽለሉ ናባዕለይ ሂወት ዝጅምረሉ ሰዓት ስለ ዝኾነ ካባኻ ክርሕቕ ወሲነ ኣለኹ ኢላ እያ ገዲፋቶ ዝኸደት ማለት እዩ። ብድሕሪዚ ኣሌክስ ደሞ ኩሉ ነገር ከስተንትን በይኑ ኮይኑ ክሓስብ እውን እዩ ጀሚሩ። ካብኡ ግን ጌጋ ነገር ከም ዝገበረ ኣብ ጌጋ መስመር እውን ከም ዝነበረ እዩ ተረዲእዎ ማለት እዩ። ናብ ገዛ ልክምለስ እውን ብጣዕሚ እዩ ከቢድዎ። ምኽንያቱ ልሊሊ ኣብ መጨረሻ መዓልቲ ኣነ ምሳኺ ክነብር ኣይደልን እየ ከምኡ እንተኾነ እውን ነፃነተይ ኣብ ዝደለኹ ውዒለ ክሓድር ኣብ ዝደለኹ ደሞ ክመፅእ ይኽእል እየ ኢሉ ብትዕቢት ተዛሪብዋ ስለ ዝኸደ ሊሊ ለውን ክተረድኦ ብዙሕ እኳ እንተፈተነት ክርዳኣ ግን ኣይከኣለን ነይሩ። እዙይ ከዓ ንቕፅና እዩ ነይሩ እምበር ጠፊኡዎ ኣይኮነን ማለት እዩ። እዙይ ተመሊሱ ክሓስቦ እንከሎ ኣብ ልዕሊ ሊሊ መንከም እንላገበሮ ዝነበረ ንሳቶም ከዓ እናበሉዎ ዝነበሩ ጌጋ ኢኻ እናበሉ ኩሉ ጊዜ እናመኸሩዎ ዝነበሩ እሞ ምስማዕ ዝኣበዮም እዙይ ኩሉ ኣገናዚቡ ግን ዋላ ላብ ገዛ ከይዱ እውን ዓይኖም ክርኢ ብጣዕሚ'ዩ ኣሕፊርዎ ማለት'ዩ። በይኑ'ውን ክኸይድ ኣይከኣለን፣ ግን ከዓኒ ንሃፍትና ንሄኖስ ደዊሉ ሒዙዎም ሒዞምዎ ክኸዱ ከም ዘለዎ ኩሉ ደበደሉ ተረዲኡዎ ንዓኣቶም'ውን ይቕሬታ ሓቲቱ ንሊሊ'ውን ይቕሬታ ክሓታ ከም ዝደለየ ምስ ነገሮም ንሳቶም'ውናይ ብሓጎስ ተቐቢሎም ረኺቦም'ዮም ሒዞምዎ ከይዶም ማለት'ዩ። ኣብ ገዛ ደሞ ኩሉ ኣረዳዲኦምዎም። ኣሌክስ ውን ጥፍኣቱ ረዲኡዎ ስለ ዝጸንሐ ይቕሬታ ሓቲቱዋ ብዙይ ደሞ ብጽቡቕ ተዛዚሙ ኣሎ ማለት ዩ። ማማ ዓይኖም ወይ ከዓኒ ኣደኦም ልለ ኣሌክስ ደሞ ለዲሳባ ልክመጻ ኣብ ዝግጅት እየን እኔረን ልኣኣተን ውን ልከይመጻ እዮም እነጊሮምወን ንሱ ደሞ እዚ ጉዳይ ላብ ካሊእ መስመር እናሓዘ ብድሕሪ ሊሊ ሙቁዑውነይ ስለ ዝረኣይዎ በቃ ኩሉ ነገር ከስተኻኽሎ ኣለኒ ንዓይይ ነድኡ ክሰምዐኒ እዩ ኢለን ልክመፃ ለዲስ ኣበባ እየን እወድኤን ነይረን ማለት እዩ ንሱ ደሞ ኩሉ ከምዝተስተኻኸለና ናብርኦም ክገብሩ ከም ዘለዎም እቶም ስድራ ኩሎም ደሞ ኣወሲረምዎም ማለት እዩ ብዙይ ከዓኒ ኩሉ ቤተሰብ እዩ እተሓጒሱ ናብ ንቡር ልቡ ተመሊሱ ናብ ንቡር ሓዳሮምን ሂወቶምን ክመርሑ ስለ ዝኮኑ ብጣዕሚ እዩ ኣሐጉስዎም ማለት ይኩራት ይሕዋተይ ካብዙይ ዝዓቢ የብስራት የለን እና እንኳዕ ሰላም ፍቅሪ ኣውረደሎም ንኩሉ ወዲ ሰብ ደሞ ሰላምን ፍቅርን የውርደሉ ልዓድና ልህዝብና ደሞ ኲናት ወረ ኲናት ኣጥፊኡ ሰላም እንሰምዐሉ ጊዘ ይግበረልና ማለት እዩ ክብራት ተኸታተልቲ ኣነ ብእውነት ብጣዕሚ እዩ ደስ ኢልኒ ንስኻትም ደሞ ደስ ኢልኩም ክኸውን ተስፋ ይገብር ማለት እዩ ናይ ሎማዕንቲ ትሕዝተየይ ነዚኣ ትመስል እኔራ ክሻ ብኻሊእ ትሕዝቶ ዝመጽእ ደሞ ናታትኩም ምብርትታዕ ኣይፈለየኒ እናበልኩ ክሻ ብኻሊእ ትሕዝቶ ዝምለስ ሰላም መዓልቲ